ዳይረክሽን ናይ ሂወትና ዘበላሸዉ ኣደዳ ብዙሓት እዮም ካብ ሶኒ ክሳብ ዓርቢ ደም ሪጽና ዘምጻናዮ ገንዘብ ኣብ ቀዳሚ ሰንበት ናብ ሓሺሽ ቁማር መስተ ምንዝርና ትኪ ጭንቀት ለይታዊ ትልሂት ሶሻል ሜድያ ፖርን ሴክስ ከነጥፍኦ of course ይርድኣኒ እዩ ኣብ ቦታኻ ኮይነ ክሪኦ ከለኹ ማዕረ ክንደይ ኣብ በይንኻ ዓለም ትነብር ከም ዘለኻ እቲ ሕጉስ ሰብ ነዚ ነገራት ዝገብር ሓሪፍ ንዘይገብር ፋራ ግን my brother እዚ ቅኑዕ መንገዲ ዘይኮነ መንገዲ ስሕተት ጸድፊ ሽግራት ዘይሕጉስ ሂወት ምምራሕ ዘይንቡር ምምሳል ዕውት ከይትኸውን ይዕንቅጸካ please ተመለስ ናብ ሂወትካ ሕጉስ ሂወት ክትመርሕ ብሉጽ ግዜ ክህልወካ ብሉጽ ግዜኻ ምስ ትፈትዎም ሰባት ከተሕልፍ ርጉኡን ሕጉሱን ሰላምን ራሃዋን ዘለዎ ግዜ ከተሕልፍ please come back my brother ንገረኒ እንታዩ ጸገምካ ሽግርካ ኣካፍለኒ I'm your brother ንጸጸገምካ እንተካፊልካኒ ክሕግዘካ እየ ጸገማትካ ኣካፍለኒ ዘለካ ሽግር ዘለቃ ጸገማት ኣካፍለኒ በታ ዓቅመይ ገይረ ድማ ክሕግዘካ እየ ኢሂን ሚሂን እንዳተባሃልና ኣጆካ ኣጆና እንዳተባሃልና እንተዘይ ተሓጋጊዝና መዓስ ኢና እሞ ክንተሓጋገዝ ኣብ ጸገምካ ምሳካ ኣብ ጎንካ እንተዘይ ኮይነ መዓስ እየ ክሕግዘካ please my brother Tell me ንገረኒ እቲ ጸገምካ ኣካፍለኒ ክሕግዘካ ካብዚ ሕማቅ ባህርያት ክትወጽእ ካብዚ ሕማቅ ነገራት ወጺካ ናብ ንቡር ሂወትካ ትምለስ please my brother come back ንገረኒ ኣካፍለኒ ሕሉፍ ግዜካ ብጣዕሳ ኣይትሸምም ምክንያቱ ዘይጋገ ሰብ የለን ኩሉ ግዜ ቅኑዕ መንገዲ ዝኸይድ ሰብ የለን ሕሉፍ ግዜኻ ንመጻኢኻ ኣይገልጾን እዩ never ኣይደንጎኻን ስለዚ come back my brother ካብዚ ሕማቕ ባህርያት ክንወጽእ ካብ ዘለኻዮ ቦታን ከባብን ቀይር ሓድሽ ሂወት ክትመርሕ ፈትን ካብ ሕማቓት የዕሩኽትኻን መሓዙትካን ርሓቕ ተፈለ ብንእሽተይ ነገራት ሂወትካ ክትቅይር ፈትን ኤክሰርሳይስ ክትገብር ደሊኻ መዓልታዊ ክልተ ፑሽ ኣፕ ግበር ንነብስኻ ብዝግበራ መዓልታዊ ሓድሽ ነገር ተመሃር፣ መጻሕፍቲ ኣንብብ፣ ኣቶሚክ ሃቢትስ። ዘድልየካ ሓገዝ ወይ ክትፈልጦ ትደልዮ ነገር እንተኾይኑ ሕተት፣ ሱቕ ኣይትበል፣ ቴክስት ግበረለይ። ስለዚ ካብዚ ሕማቕ ወልፍታት ክትወጽእ፣ ካብዚ ነውራም ወልፍታት ወጺእኻ ንቡር ህይወት ክትመርሕ፣ ካብ ጽባሕ ክጎድፎ'የ ካብ ትብል ሕጂ ደው ነብሎ።